ኣብዚ ኣዝዩ ኣገራምን ኣስካሕኻሒን ኣሕዛንን ዘመነ ምጥልላም፣ ዘመነ ምቅትታል ዘሎናሉ ዘመን፣ እቲ ቀዳማይ ፍትሕ ፍታሕ እዩ። እቲ ካልኣይ እቶም ብሰላምን ብፍቕርን ዝተፋላለኹም ወይ ድማ ዝተፋታሕኹም እልል ኢልኩም ፈጣሪኹም ኣመስግኑ። እቲ ሳልሳይ ምንባርካ ወይ ድማ ምህላውካ ንገዛእ ርእስኻ ጥራይ ኣይኮነን። ነዘን ሰለስተ ዛዕባታት ኣሕጽር ኣቢለ መልእኽተይ ከካፍለኩም። ካብ መጀመርታ ክሳብ መወዳእታ እንታይ ክብል ከም ዝደለኹ ንኽትሰምዑኒ ብትሕትና ይዕድመኩም። ተወሳኺ ነተን ኣርእስቲ ጥራይ ሒዝኩም ወይ ድማ ሰሚዒኹም ናብ ዘይተደለየ ኣንፈት መታን ንኸይትትርጉምዎ መታን ንዓኹም ንኽጥዕመኩም ደጊመ እንታይ ክብል ስለ ዝደለኹ ነዚ ስነ ሓሳብ ስምዕዎ። ተወሳኺ ኣነ ነዞም ዝዛረበሎም ዘለኹ ቃላት ወይ ድማ ዕላማታቶም ሓላፍነት ክወስደሎም እዩ። እቲ ምንታይ ኣነ ክሳብ ዝተዛረብክዎም ወይ ድማ ካባይ ይወፁ ክሳብ ዝሃለዉ ሓላፍነት ክወስደሎም እዩ። ብኸመይ ዓይነት መንገዲ ትርድእዎ ብኸመይ ዓይነት መንገዲ ትትርጉምዎ ግን ሓላፍነት ኣይወስደሎምን እዩ። ንስኻትኩም ኢኹም ሓላፍነት ትወስድሎም። ስለዚ መታን ንዓኹም ንኽጥዕመኩም ብፅቡቕ ተርጊምኩም ክትርድእዎ ተስፋ ይገብር። ሕጂ ናብታን መልእኽቲ ንምጻእ። መጀመርታ እዚ ዘለናሉ ግዜ ከም ንርእዮ ዘለና ቀቲልዋ፣ ቀቲላቶ፣ ጠሊምዋ፣ ጠሊማቶ፣ ነብሱ ኣጥፊኡ ከምኡ ኢና ንሰምዕ ዘለና፣ ከምኡ እውን ኣጋጢሙ ኣሎ ኣብዚ ቅንያት ክንሰምዖ ከም ዝቐነና። እዚ ነገር እዚ ከም ሓዱሽ ሓዱሽ እንዳኾነ ድኣ ይመጻና ኣሎ እምበር ሓዱሽ ኣይኮነን። ዓመታት ኣቑጺሩ እዩ፣ ዘመናት ኣቑጺሩ እዩ። ግን መዕለቢ ኣይተገበረሉን። ሰብ ክእረም ኣይከኣለን፣ ሰብ ከዕርፍ ኣይከኣለን። ከምቲ ዝውለዱ ዘለዉ ኣሽሓት ድማ ብዝተፈላለየ ምኽንያት ይሞቱ ኣለዉ። ነቲ ብፈጣሪ ዝመጽእ ነቲ ብሕማም ዝመጽእስ ኣሜን ኢልካ ትቕበሎ ኢኻ። ነቲ ብዘይተደለየ ነገር ሰብ ብገዛእ ርእሱ ህይወቱ ከጥፍእ ከሎ፣ ሰብ ንሰብ ህይወቱ ከጥፍእ ከሎ ግን ንምቕባሉ ይኸብደካ። እቲ ሓዘን ኣመና ይኸብደካ። ስለዚ ናብቲ ዝነበረ ጥልቕ ኢለ ከይኣተኹ ናብተን መልእኽቲ ክኣቱ ፍትሕ ፍታሕ እዩ መቸም ንፍትሕ ኣምላኽ ኣይፈትዎን እዩ ሕብረተሰብና ኣይፈትዎን እዩ ባህልና ኣይፈቕዶን እዩ ቅዱስ ነገር ክሳብ ዝኾነ ቃል ኪዳን ነዚ ነገር እዚ እውን ዘንጊዕ እየ ኮንኩን እንተኾነ ግን ህይወት ደይ ዓቢ ወይስ ቃል ኪዳን ቃል ኪዳን ደይ ዓቢ ወይስ ህይወት ብትኽክል ቃል ኣዝዩ ዓቢ እዩ ኣዝዩ ከኣ ክቡር እዩ ምኽንያቱ ሰማይን ምድርን ብቃል ኣምላኽ እዩ ጸኒዑ ዘሎ ንሕና ከይተረፈ ዝተፈጠርና ብቃል ኢና ተፈጢርና ኣብ ዓለም ዘለዉ ፍጥረታት እውን ብቃል ብዙሕ ተፈጢሮም እዮም ስለዚ ቃል ኣብ ሕብረተሰብናን ከምኡ ድማ ኣብ ቤተ ክርስትያን ወይ ድማ እግዚኣብሔር ኣምላኽ ንደቂ ሰባት ብዝኣትወሎም ቃል ኣዝዩ ዓብዪ ቦታን ዓብዪ ታራ ኣለዎ እንተኾነ ግን ካብ ህይወት ሰብ ኣይዓብን እዩ ንኹሉ ዝተፈጠረ ኣብ ዓለም ንወዲ ሰብ ኢሉ ተፈጢሩ ዋላ እኳ ንኣንክሮን ንተዘክሮን እንተኾነ እቲ ዝበለፀ ግን ወዲ ሰብ እዩ ወዲ ሰብ እዩ ከዓ ዝገዝኦም ዘሎ ስለዚ እቲ ዝዓበየ ተራ ዘሎ ወዲ ሰብ ወዲ ሰብ ከዓ ሂወት ሒዙ ዘሎ ስለዚ ካብ ቃል ንላዓሊ ሂወት እዩ ዝበልፅ ሂወት እዩ ዝዓቢ እዚ ክብል ከለኹ ፍትሕ ይፍቀድ እዩ ንፍትሕ ይድግፎ ኣይኮንኩን ዘለኹ ወይ ሓደ ቅዱስ ነገር እዩ ኣይኮንኩን ዝብለኩም ዘለኹ እንተኾነ ግን ካብኡ ክዓቢ ዘለዎ ሂወት ሰብ እዩ ዝዓቢ እቲ ህይወት ሰብ እንተልዩ ኩሉ ነገር ክህሉ ዝኽእል ትማሊ ብሰላም ብፍቕሪ ተፋቒርኩም ናብ ሓዳርን ናብ ውላድን በፂሕኹም እንታይ እዩ ከቢድኩም ብሰላምን ብፍቕርን ሓዳርኩም ንኸይትቕፅሉስ እንታይ ዓንቂፅኩም እንታይ እዩ ትሽግር ብሰላም ብፍቕሪ ኸ ክትፈትሖ ድኹም ዘይትኽእሉ ኾንኩም ብሰላምን ብፍቕርን ክትፈትሖ ፈትሕኻ ድማ ንኽትቐፅሎ ዘይትኽእል እንትኾንካ ተሓዳር ብሰላምን ብፍቕርን ንሓዳር ከፍርስ ቃል ኪዳንካ ነውርድ ካብ ንዓዓ ትቐትላ ካብ ንዕኡ ትቐትልዮ ካብ ንዕኡ ጠሊምኪ ብድሕሪኡ ህይወቱ ኣብ ዘይተደለ ነገር ኣትዩ ካብ ዘጥፍእ ብፍቕርን ብሰላምን ይቕረታ ሓቲትኪ ዘይትፍለዮ ይቕረታ ሓቲትካ ዘይትፍለያ ሓጢኣት ድዩ ተናሲሕኻ ሓጢኣትካ ከድምሰስ ይኽእል እዩ ህይወት ሰብ ይሕሊፍካ ግን እታ ህይወት ሰብ ብንስሃ ትምለስ ዶ ትኸውን ብይቕረታ ትምለስ ዶ ትኸውን? ዳግማይ ኣይትምለስን። ህይወት ሓንሳብ እያ። ስለዚ ህይወት ሰብ ካብ ከተጥፍእ ቃል ኪዳንካ ምውራድ እዩ ዝበለፅ። እዚ ክብል ከለኹ ግን ነቲ ብሰላምን ብፍቕርን ክፍታሕ ዘይክእል እንተኾይኑ ሓዳርኩም ክትቅፅልዎ ዘይትኽእሉ እንተኾንኩም ብፍቕርን ብሰላምን ተፈታትሑ ተፈላለዩ። ምክንያቱ ነቲ ዝመፅ መዓት ነቲ ኣብ መጻኢኹም ሕማቕ ካብ ዘጋጥመኩም ይከላኸለልኩም እዩ። ሰብ ብሰላም ብፍቕሪ ክነብር ይኽእል እዩ። እንተዘይክኢሉ ከኣ ብሰላም ብፍቕሪ ክፈላለ ኣለዎ። ንሰላምን ብፍቕርን ምፍልላይ እንተኸቢድካ ግን ንምቅታል ድልዋ ኣለኻ ማለት እዩ። ንምጽላእ ድልዋ ኣለኻ ማለት እዩ። ህይወት ሰብ ንምሕላፍ ድልዋ ኣለኻ ማለት እዩ። ምክንያቱ ግድን ብኣፍካ ክትምስክረልና ኣይንጽበን ወይ ድማ ብኣፍካ ክትምስክርልና ኣይንጽበን ኢና። ብሰላም ኣይፈላለን እዩ ብሰላም ኣይነብርን እዩ እንድሕር ተይልኪ ብፅልኢ ንምንባር ብፅልኢ ንምቅታል ድልዋት ኣለኹም ማለት እዩ ስለዚ ድማ እየ ፍትሕ ፍታሕ እዩ ዝበልኩ እታ ፍትሕ ፍታሕ እዩ ኣብ ምንታይ ይእትዋ ከም ዘለኹም ትርድኡ ንክትህልው ተስፋ ይገብር ህይወት ሰብ ካብ ምሕላፍ ብፍቕርን ብሰላምን ቃል ኪዳንኩም ኣውሪድኩም ሀ ህይወትኩም ምርሑ ምክንያቱ እቶም ትማሊ ኣቦታትና ባህልና ኢልና እነኽብሮም ዝተፋትሑ ኣቦታትና የለውን ድዮም? ዝተፋትሓ ኣዴታትና የለዋን ድየን? ብሰላም ተፋቲሖም ምስ ካልእ ተመሪዓ ምስ ካልእ ተመሪዑ ወሊዶም ጽቡቅ ከኣ ይነብሩ ኣለዉ ንረኽቦም ከኣ ኣለና ሳላ ብሰላም ዝተፈላለዩ እንተ ዝቃተሉ ነይሮም ግን መሃለዉ ኣይመሃለዉ ኣይምረኸብናዮም ኣብ ልዕሌና እውን ኣዝዩ ናይ ሓዘን ጸሊም ታሪኽን ጸሊም ጽልዋን ምሕደረልና ስለዚ እዞም ሕጂ ዘለና ከኣ ብሰላም ምንፈላለ ነቶም ጽባሕ ንግሆ እንወልዶም ውላድ መታን ንኹሪ ኢና። መታን ብሰላም ብፍቕሪ ተፋላልዮም ኢሎም ብሰላም ብፍቕሪ ንኽቕጽሉ ብሰላም ብፍቕሪ ንፈላለ። ኣባና ኣይኮነን ተጀሚሩ እቲ ምፍላይ፣ ኣባና ኣይኮነን እቲ ቃል ኪዳን ተጀሚሩ። ኣብ ካልእ ስለ ዝተፋትሑ ንፋታሕ ማለት ኣይኮነን ወይ ከምኡ ይኮነን ዘስምዕ። ፈቲኹም ጸሊእኹም ግን ካብ ህይወት ሰብ ምጥፋእ ቃል ኪዳን ምውራድ ይበልጽ። ብሰላም ብፍቅሪ ምፍልላይ ይበልጽ ኣምላኽ ዝፈትዎ እዩ ምኽንያቱ ነቲ ቃል ኪዳን ብምውራድካ ይቕረታ ሓቲትካ ተነሲሒኻ ሓጢኣትካ ተሓዲግልካ ዳግመ ህይወት ክትቅጽል ትኽእል ኢኻ ህይወት ሰብ ሓሊፍካ ግን ይቕረታ ንስድራኣን ንኣምላኽን ሓቲትካ እታ ጓል ሰብ ህይወት ኣይምለስ ድዩ እቲ ወዲ ሰብ ህይወት ይምለስ ድዩ ኣይምለስን እዩ ስለዚ ኣብ ሓቂ ንንበር ንሓቂ ከኣኒ ንቀበላ መራርያ ግን ፈቲና ጸሊእና ሓቅን ኣድሓኒትናን ጠቓሚትን ክሳብ ዝኾነት ክንውሕጣ ኢኻኣ ዘለና። ስለዚ እታ ቀዳመይቲ እዚኣ ፍትሕ ፍታሕ እዩ። እታ ካልኣይቲ እቶም ብሰላም ዝተፈላለኹም ከኣ ንእልል ኢልኩም ፈጣሪኹም ኣመስግኑ። ቃል ኪዳንካ ኣውዲልካ ካብ ደቅኻ ካብ ሰበይትኻ ተፈላሊኻ ክንደይ ኣሽሓት ገንዘብ ንመርዓኻ ዋጋ ዝኸፈልካሉ ብምፍላይካስ ከመይ ጌርካ ካ ክትሕጎስ ዝሕጉስ ኣይኮነን እንተኾነ ግን ብሂወት ኣለኻ ሓወይ ብሂወት ትቕጽል ኣለኻ ወይ ከዓ ምስ ካልእ ተመሪዕኻስ ወሊድካ ትህሉ ትኸውን ኢኻ ተዘይኮይኑ ሰበይትኻ ምስ ደቃ ብሰላም ተፋላሊኹም ትነብር ኣላ ደቅኻ ትኣልየልካ ኣላ እዚ ካብዚ ዝዓቢ ጸጋ ኣሉ ቀቲልካያ እንተትኸውን ኔርካ ቀቲልክዮ እንተትኾኒ ኔርኪ ወይ ድማ ሂወትካ ኣጥፊኢኻ ወይ ድማ ሂወት ኣጥፊኣ እንተትኸውን ኔራ ሕጂ ብሰላም ትነብሩ ምሃለኹም ኣይምሃለኹምን ስድራኣ ወይ ስድራኻኸ ብሰላም ምነበሩ ይመስለኩም ኣይምነበሩን ብሰላም ትነብሩ ስለ ዘለኹም ግን ብሰላም ይነብሩ ኣለዉ ብሰላም ከዓ ንነብር ኣለና ንስኹም ንባዕልኹም ከዓ ብሰላም ትነብሩ ኣለኹም ስለዚ ካብቶም ትማሊ ተቓቲሎም ህይወቶም ኣጥፊኦም ዝሰማዕኹሞም ግን ከዓ ሓዘን ኣጋጢምዎም ሕብረተሰብን እቲ ቤተሰብ ከይተረፈ ኣዝዩ ከቢድ ሓዘን ሓዚኑ ዘሎ ካብኦም ሓደ ብዘይምዃንኩም እቲ ነገር እሱ ኣብ ህይወትኩም ብዘይምግጣምኩም እልል ኢልኩም ፈጣሪኹም ኣመስግኑ ዋላ ካት ቃል ኪዳን ምውራድ ፅቡቕ እንተዘይኮይነ ብህይወት ሰብ ክሳብ ዘይተጣፋእኹም ብህይወት ክሳብ ዝሃለኹም ግን ፈጣሪኹም እልል ኢልኩም ኣመስግኑ። ሳልሳይ ምንባርካ ንገዛእ ርእስኻ ጥራይ ኣይኮነን፣ ብፍላይ ጠሊማትኒ ኣካሲራትኒ ኢልካ ህይወትካ ተጥፍእ እወ ከቢድ እዩ። ገንዘብካን ዕድሜኻን ግዜኻን ኩሉ ተጻዊታ ክትከይድ ኮላ ኣዝዩ ዘሕዝን እዩ። እንተኾነ ግን ብህይወት ኣለኻ፣ ብዙሕ ዕድል ኣለካ። ተቐዳዲምካ ኣብ ነብስኻ ኣይተጥፍእ ተጨኒቐ ከሲረ ጠሊማትኒ ደቀይ እንዳበልካ ሂወትካ ኣይተጥፍእ ምኽንያቱ ንስኻ ብምህላውካ ብዙሕ ሰላም ሰብ ረኺብሉ ምናልባሽ ስድራኻ ቤተሰብካ ሕብረተሰብ ደው ኢሉ ንስኻ ብምህላውካ ሰላም ንረክብ ኣለና ኣባኻ ተስፋ ኣለና ዘይብልኻ ክኾኑ ይኽእሉ እዮም ብሰላም ይነብሩ ብምህላዎም ግን እኹል ሰላም ይንዓኻ ተመሊሱልካ ኣሎ ምኽንያቱ ንስኻ ህይወትካ እንተተጥፍእ ኔርካ እዞም ሎሚ ሰላም ዝነብሩ ዘለዉ ስድራኻ፣ ኣሕዋትካ፣ ቤተሰብካ፣ ሕብረተሰብ ብሰላም ምነበሩ? ወላዲትካ ብሰላም ምነበረት? መስተማሰለት፣ ምሓዘነት፣ ተስፋ ምቖረጸት፣ እተን ዘለዋ ዕድመ ብጭንቀት መሕለፈተን። ስለዚ ንስኻ ብምህላውካ ሰላም ሰፊንዋ ኣሎ። ኣሕዋትካ፣ ቤተሰብካ ንስኻ ብምህላውካ ተስፋ ኣለዎም ኣባኻ። ዋላ ብኣፎም ኣይመስክሩልካ፣ እቲ ብሰላም ይነብሩ ብምህላዉ ጥራይ ንዓኻ እኹል እዩ። ስለዚ ህይወት ሸርያ ናትካ ጥራይ ኣይኮነትን። ኣብ ህይወተይ ሕብረተሰብ ኣሎ፣ ኣብ ህይወተይ ስድራይ ኣለዉ፣ የሕዋተይ ኣለዉ። ኣነ ክጠፍእ ከለኹ ከኣ እቲ ሕብረተሰብን ስድራይን ከኣ ኣብ ሓዘን ይኣትዉ ኣለዉ ማለት እዩ። ስለዚ እዘን ዛዕባታት ተረዲኤናኹም ክኾና ተስፋ ይገብር። ኣብ ዝመጽእ ብኻልእ መልእኽቲ ክመጻኩም እየ። ክሳብ ሽዑ ፈጣሪ ምስ ኩልና ይኹን። ሰሰናዩ ንዓኹም።